ሰላም ኣሕዋት ኣብ ናይ ሎምዓንቲ ፊሊና ኣዚ ምሓራ ሚድያ ሓደስ ዘለዉ ነገራት ብሓደ ኮይና ክንርኢ ኢና ካብኣቶም ሓደ ድማ። ህዝቢ ትግራይን ህዝቢ ኤርትራን ድሕር ሕጂ ኩናት ኣይገብርን እዩ። ሎምዓንቲ ከዓኒ ኣብ ውሽጢ ኤርትራ ኣብ ስመ ጃና።
ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማይ ናትኩም ተመሊሰ መጽየ ኣለኹ። እሺ ኣሕዋት ቕድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ዛሕሊ ቁሪ ሙቐት ኣብ ዘለኹም ቦታ እዩ ቁሪ ሙቐት ዛሕሊ እንታይ የቸግረኩም ዶ ፅቡቅ ኣዋና ኒሽ የቆረ ኣሎ ሙቐት እውን ከምዘሎ ኮይኑ ግን ቁሪ ይሕይል ብዝተረፈ ኩላትኩም ሰላም ክትኾንለይ ይምነ ሀዚ ከም ዝተለመደ ናብ ቪድዮና ክንኣቱ ኢና ኣብና ልማዕቱ ኢና ክንዘናጋዕ ክንጫወት ክንምሃር ኣብዚ ማሕበራዊ ሚድያ ሓደሽ ሰደው ነገራት ክንርኢ ኣብ ቦታና ተረክና መፅና ኣለ ቀድና ቪድዮ ናምታይና ግን ነሻ ነዚ ሓደሽ ንኹም ሳት ሃሊኹም እንታይ ፅበዩ ኣለኹም ሰብስክራይብ ገበሩ ንዝቆርኻ ውዒ ነገር ሰይሉ ማለት
ውዒ ነገር ምሳይ ትረስዑ ሰብስክራይብ ምጋር እውን ይትረስዑ ነዚ መቕፃና ቪድዮና ክትወክመ ክሳብ መወዳእታ ቪድዮና ምሳኹም ትከታተሉ ብኸሪ ዝሓትት ሰናይ ፃንሒት እሺ ኣሕዋት እዚ ቪድዮ ናብ መጀመሪ እኳ ናብ እዚኣ ንጀምር እንታይ ኢሉና ኣሎ እዙይ ዓሻ መርዓዊ እሺ ኣሎ መርዓዊ ከመይ ነይሩ ለይቲ ዋዕ ደቂስና ሓዲርና እታ ምድቃስ ዳኽ ድቅሱ ኢኹም እምበር ከመይ እባ ድምፂ ሰስሚዓ ዶ ናይ እንታይ ድምፂ ሓንታ ምንም ግደ ይፈልጥን እዩ ብድንግላ ደረኺካያ ዋዕ ድንግል ምዃና ዘይምዃናስ ብምንታይ ክፈልጦ ክትእቱ ከለኻስ ሓይሉካ ዶ ብርህነተይ ግዲ ርእለይስ ሰተት እያ ኢላ ኣትያ። ሓደ ጉባ ሓደ ጉባ ማለት ኣብ ቲክቶክ ክንደይ ቆልዓ ይልኣቲ ክንደይ ህፃን ክንደይ ከምዚ ዓይነት
ንጽባቐ ደቂ ኣንስትዮ ኤርትራ ካብ ኣፍሪቃ መበል ክንደይ እየን ዝስርዓ? ንኺድ መበል ክንደይ ሰሪዕዋ ኣሎ ንርኣያ። ዓስረይቲ ሳውዝ ኣፍሪቃ፣ ታሽዓይቲ ጋና፣ ሻምነይቲ ኬንያ፣ ቢዝነስ ደይ ዶት ኤንጂ ድበሃል ወብሳይት ብዘውጽኦ ሓበሬታ እየ ሒዘልኩም መጺኤ ዘለኹ። ንኺድ። ሻውዓይቲ ሰሪዕዋ ዘሎ ከኣ ግብጺ። ሻድሸይቲ ታንዛንያ። ሓምሸይቲ ካሜሩን። ራብዓይቲ ናይጀርያ። ሳልሰይቲ ሶማልያ። So guys ቅድሚ ቀዳመይትን ካላኣይትን ምንጋረይ ተከታተልቲ ናይዚ መደብ ንምዃን like share comment እሺ። follow ኣይትረስዑ እሺ፣ እሺ። ንኺድ ናብታ ካላኣይቲ እሺ ካላኣይቲ ሰሪዕዋ ብዘሎ መሰረት ኢትዮጵያ ቀዳመይቲ ካብ ኣፍሪቃ ሰሪዕዋ ብዘሎ መሰረት ከኣ ኤርትራ ቢዝነስ ደይ ዶት ኤንጂ ኣብዚ ከድኩም ቸክ ክትገብርዎ ተክለኹም ቀዳመይቲ ኤርትራ ሰሪዕዋ ኣሎ ዓሰርተ ዝጸበቃ ደቂ ኣንስትዮ ዘለዋን ሃገራት ኢሉ ኣብዚ ለቅነ ወጽዩ ብዘሎ መሰረት ይሕዘልኩም መጽየ ዘለኹ። እኮ እኮ ኣሕዋት ማለት ኣብ መጨረሻ ሲ እቲ ሚስጥር ፈሊጥናዮ ብፍላይ ድማ ኣብዚ ቀረባ ግዜ ተሰሚዕኹም ሲ ናይጀርያ ይመፁ ሓንቲ ኤርትራዊት ይወስዱ ናይጀርያ ይመፁ ትግራዊት ይወስዱ ናይጀርያ ይመፁ ኢትዮጵያዊት ይወስዱ ከምዘና ጎሪኦም ነይሮም እንታይ እዩ ኣብኡ ድን ዘይለዋ ኮይነ እየ ናበልኩ ነረ ኣዋል ድም ዘይብሎም ኮይነ ናበልኩ ነረ ለካ እተን ልሸኮራሲ ኣባና እየን ሄሎ ሄሎ፣ ኣቤት።
ኣየ ማን ኢኻ? ገዛ እኒኹም ቅርተይ ገዛ በይነ ኮነስ ትመፀኒ ኢለ ነይረ። በቃ መፀኹ መፀኹ መፀኹ ሚትወይ ሓሙሽተ ደቂ ሓሙሽተ ደቂ መፀኹ ወይ ዋይ

ማዳ እዚ ሓውና ትሪእዎ ኣለኹም እንደ ዘይ ለምጾ ኢልኩም ኣብዛ ቪድዮ ኣብታ ክስ- ኣብ ዩቲብና እንደ ሻዕ ለምጾ ምክንያቱ ብጣዕሚ ድምችይኒ እንታይ ተልኩም ሲ ፈረንጂ እዩ ካብኡ ግን ትግርንያ ይበልጸና ኣሎ ቀስ ብቀስ ማለት ሓና ዘይንፈልጦም ቃላት ሲ ኣስተማቂሩስ ሰው ዝማታ ይሉና ኣሎ ኣሕዋት ኣሕ እሺ። ትሕቲ ግንባሮ ክልተ ዓይኒ ኣሎ ሰተ ትረክብ ሲ እንታይ ትገብሮ ነይርካ ትሕቲ ግንባሩ ክልተ ዓይኒ ዘለዎ ሰተ ትረክብ ትሕቲ ግንባሩስ ክልተ ዓይኒ ክልተ ትሕቲ ግንባርስ ክልተ ዓይኒ ዘለዎ ሰብ ተትረክብ። ሰባት ኮም። ከምዚ ዝበለ ዓይነት ሰብ ውን ኣሎ ድዩ። ሶስት ጃና። ኣነ ንመጀመርያ ግዘይ ስለ ዝኮነ ስንድዕ ዘሎ ኣማራጭ ዝሮዝሮ ገዲፍካዮ ምህዳም ጥራሕ እዩ። ስነ ስርዓት ጎይነታ ሰዋይ ስነ ስርዓት ጎይ። ኣታ ክታደም

ፅሪ ደለቀ ኣሎ ፅሎ ሕጂ
ራእይ ውዕል ስለ ዝኾነ ምስቲ ዘጽንዖስ ካብ ዘጽንዖስ ማራ እዩ ምጽዋት ዝፈቱ ሕጅስ ንዓና ንዓና ይፈርሓና ንዓና ይሃርመና ከማን ይሃርመና ንዓና ንዖም ግን ዓሩፍቲ ኣለዎ እንዶ ንዓም ግን ይፈርሖም ስለ ዝኾኑ ምስኦም ይጻቱ የቀባጥርሉ ገለ ስለ ዘሎ ንዕም ይፈርሑን ንዓና ግን ይቋየጠና ስለዝኮነ ውዕይ ኣዝዩ ውዕይ። ኣሕዋት ብጣዕሚ እዩ ልገርም ብጣዕሚ ልገርም ናዛ ቆልዓ ኣዘራርባ ሰሚዕክሞ ዲኩም እዚ ኣወጻጻ ቃል ኣመራርጻ ገለ ገለስ ኣብዚ ዕድመኣ እዚ በስመኣብ ካብኡ ልገርመኩም ነገር እንታይ ድዩ መሲልኩም ኣሕዋት ኣብዚ ኣናእሽቶ ቆልዑ ከምዚ ኢለን ክዛረባ ከለዋ ዓበይቲ እንታይ ይገብራ ኣለዋ ኢልና ተሓቲትና

በስመኣም። ኣብ ኣዚ ቪድዮ ዝረኹሞ ይኹም ማለት ኣዋልድ ኣሕዋትና ብጣዕሚ ሓይሊ ሓይሊ ዝስምዐን ዘሎ ካብ ማዕ ዘይትረድእንን እዚኣ ጥራሕ ይኮነትን ዝሓፍትና ካሊኡን ከሪእኩም ብግዲ እየ ቃ ዝርሑስ ጋማ ብግዲ የህወሓት ትሪኡ ኣለኹም ኣም ትሪኡ ኣለኹም ኹም ተዋልደ ኣሕዋትና ሓይሊ ሓይሊ እየ ትስምዖ እንዶ ኣኣ እንድዒ ካበይ ከም ዝመጸ ይትረድእኒ ኒሽየ ተረጋግዓ። ሞት ክህልየውሊ ክሳዕ ዝበሃል እዋ ሃመ ገይሩ ሞት እባ እኳ ኣበሃለየ ሞት ሃምለይ ነበረ ኣስፉራ ዓለምና ሃመይ ትኾን ነይራ ህዝቢ ሞሊኡስ ኻሊእ እዩ ክኾን ነይሩ ኢኮኖም ልኢኮኖም ክናጋዕ ነይሩ መንግስቲ ልመንግስቲ እዩ ክበኣስ ነይሩ እንዶ ሞት ካውዚ ልላዕሊ ክህሊ ኒኦዎ ኢለ ይሓስብ ሰብ መዓት ግዜ ኹሉ ግዜ ተትሞት ልኣና እንዶ ምስ ናይ የንጀራለ ሞት ብምህላዩ ልናይ የንጀራ ብደንቢ ገይሩ ኻፊትሉ እዩ ኢለ ይሓስብ ወዲ ዓበይቲ። ኸይድኻ ዝሰርሖ ያው ኣነ ዳማርያም ጉጉሳ ሬሳ ሳፅን መሸጢ ኒኤኒ ኣብ ትርፊ ሰዓተይ ኢለ ጥሩምባ ይነፍሕ እየ። ሓቁ ሓቁ ኣሕዋት ማለት ታማ ክብል ሓሲኹሞ ድኹም እና ሬሳ መሰጪ ጣማ ሳጥን ናሸጠ ጥሩምባ ናነፍሐ በቃ ቢዚ ኮይ ክኾን ስራሕ ሓሲኹሞ ድኹም ሞት ተበዚሑሲ ቢዚ እዩ በቃ ሚሊነር ሰው ሳይሉና ለሕዋት ዓባይ ሃፍቲ ክንዲ ኣደ እሺ ደጊመ ደጋጊመ ክናገር ልደሊ ኸዚ ለ ኣብ ስደት ለለኽን ሓወይ ሓወይ ትብላ ብተለይ ነጓላት እየ ኣነ ልናገር ሓወይ ሓወይ ሓወይ ወለደይ ወለደይ ወለደይ ቤተሰበይ ቤተሰበይ ምስኣተኽን ኣውዚ ምስ ሰኣንክን ወይ ንግዲ ምዃን ምስ ኣብየክን ኣሽዒት'ዩ ክርደእክን ማንም ውይውይ ሲኢንኪ ዲኺ ውይውይ ተመል ኣውዚ ክዳን ተሂብካ ታይ ትብሃል በዚሑዋ ድኣ ኮንቲ ለይቲ ደልየ ድኣ ኮንቲ ሂባ ውይውይ ዘና ሱዕዲ ንኽደንኦ ክዳን ውይውይ እዚኣተን ልገብርኦ ውይውይ ናዚ ሽፎን ደይኽደን'ዩ ሰብ ይብለካ ተለይ ሂብካ የለለ መሊሱ ሱዕዲ ነይራ ለይሃበትኒ ሃምዚ ጥምይቲ ሃምዚ ይብለካ ዝሮዝሮ ኣፍቱ ለይምሃብ ይሕሽ ኣፍቱ ለይምሃብ ይሕሽ ኣፍቱ ምጭካን ይሕሽ ክንደይ እኒኦ ኣነ ልፈልጠን

ከዚ እኮ ኣነ ኣውጽየ ኣውጽየ ኣውጽየ ስለ ልሰኣንኩ እየ እምበይ ተለኒ ሀመይ ይክበር ነይረ ጉልበተይ ንእስነተይ ድፍእ ኢለ ሰሪሐ ሰሪሐ ሰሪሐ ክንደደ ኮይነ ብስሩ ማንም ሓፍቲ ክንደደ ክትኮን የብላይ ናየይ ምክሪ በኩሪ ሓፍቲ ማለት እኮስ ክንደደ እያ ኢለካ ትኮን የብላይ ንምንታይ ሃንደደ ትኮን እቶም ደቃ ከመነደ ክኮኖም ሓፍቲ ሓፍቲ ትኮን እኒኦዋ በቃ ሓፍቲ ሓፍቲ ትኮን ንደቃ ኣደ ትኮን ኣደ ግዴታኣ ኣደ ትኮን ዓባይ ሓፍቲ ክንደደ ዝብል ዘረባ ኣሎ እዚ ግን ጌጋ እዩ እቶም ኣሕዋትክስ ኣዲኦም ደኣ ኣዲኦም ትኹኑ ንስኺ ነቶም ደቅኺ ኣደ ኩንዮም ምኽንያቱ ሓወይ ክምርዑ ሓፍተይ ክምርዑ ከምዚ ክገብር እዚ ክምልኣሎም ስድራይ ገዛ ክሰርሓሎም ክትብሊ ዕድሜኺ ትውድኢ ከርተት ትብሊ መወዳእታ ከኣ እታ ሓንቲ ዘይገበርክሎም ነገር ጥራዮም ዝዝክርዎ ኣሕዋትኪ እዚኣ ግበርለይ ኢልያስ ኣብያትኒ ቢዝነስ ክኸፍት ዝደልየስ ኣብያትኒ ዝብል ዘረባ እዩ ዝመጽእ ብዝኾነ ቅድሚ ሕጂ ውን ተዛሪበሉ ነይረ ንነብስኻ ከይኮንካ ንኻልእ ሰብ ክትከውን ኣይትኽእልን ኢኻ ስለዚ ሓፍተይ ማዓረይ ንስኺ ንነብስኺ ክትኮኒ ኣለኪ ንነብስኺ ምስ ኮንኪ ከኣ ቀስ ብቐስ ትርፊ እንተ ረኺብኪ ንስድራኻ ክትሕግዚ ትኽእሊ ኢኺ ስድራኻ ምሕጋዝ ጽቡቕ ነገር እኳ ተኾነ ዕድመ ጓል እዩ ምኽንያቱ ንስኺ ኣብ ግዜኺ ሓዳርኪ ክትገብሪ ኣለኪ፣ ኣብ ግዜኺ ክትመሃሪ ኣለኪ፣ ኣብ ግዜኺ ገንዘብ ከተዋህልሊ ኣለኪ፣ ኣብ ግዜኺ ከኣ ሰብ ክትኮኒ ኣለኪ። ምኽንያቱ ንዓኺ ከይኮንኪ ንኻልእ ሰብ ትኾኒ እንተደኣ ነይርኪ ደሓር ድሕሪ ግዜ እንድሕር ወላ ሓንቲ ከይገበርኪ እቲ ዕድመ እንተደኣ ከይዱ ኦይ ወላ ሓንቲ ዘይገበረት ስደት ነይራ መወዳእትኡ እዩ ዝብል። ኣብ ምንታይ ጠፊእኪ ግዜ እንታይ እንዳ ወከፍኪ ጥፊእክዮ ኣበይ ኢንቨስት እንዳ ገበርኪ ጥፊእክዮ ገንዘብኪ ግዜኪ ጉልበትኪ ወላ ሓደ ሰብ ዝድንግጸልኪ የለን ዋእ ኣይነፈዐትን ኩስቶ ዝብል ዘረባ እዩ ዝመጽእ ስለዚ ቅድም ናይ ነብስካ ትገብር ትርፊ ተተረኪቡ ከኣ ስድራ ትሕግዝ ምክንያቱ መዋእልካ ግብር ኔርካ ዓሰርተ ዓመት ዕስራ ዓመት ሓንቲ መዓልቲ የብለይን እንተ ኢልካዮስ ዋይ እንታይ ደኣ ኮይኑ ሓሚቃ ወደይ እሻኳ እዚ ቪድዮ ምሰማዕናዮ እዩ ማለት ዝሓፍትና ተዛረበቶ ሓቃ እያ ብፍላይ ድማ ኣብ ወፃኢ ኮንክን ንባዕልክን መከራ ናርእኽን ንወለድኽን ክትሕግዛ ትደልያሲ ንወለድኽን ክትሕግዛ ዋላ ድለያ እምበር ወለድኽን ክሕገዙ ዝኽእሉ ስኻትኽን ድሕር ተሃሊኽን ስኻትኽን ድሕራዊ ፅቡቕ ትኾይንኽን እዩ እሞ እዚ ክበሃል ከሎ ግን ወለድኻ ሙሉእ ንሙሉእ ምርሳዕ ኣሕዋትኻ ሙሉእ ንሙሉእ ምርሳዕ ዘይኮነሲ መጀመርያ ባዕልኽን ትልውጣ እሞ መጀመርያ ንባዕልኽን ኣብ ንእሽተይ ነገር ሓፍተ ብላ እሞ ድሕሪኡ ዝወሪልካ ናብ ቤተሰብካ ኣሕዋትካ ምርኣይ እዩ መስለኒ ንቐጽል። ሓደ እዋን ኣግራባት ፊዕፊዕ ኢሎም ጸጊቦም ዓመጽ ኣልዒሎም። ንጫካ ጫካ ዝገበርናዮ ንሕና ኣግራባት ኢና፣ ናይ ጫካ ንጉስ ኣናብስ ዘይኮነስ ንሕና ኣግራባት ንሕና እጽዋት ኢና ኢሎም ሓያል ዓመጽ ሓያል ናዕቢ ኣልዒሎም። ሽዑ ኣብ ትሕቴና ጽሊሎም ዝነብሩ ኩሎም ናይ ዱር ኣራዊት በዓል ኣንበሳ፣ ነብሪ፣ ሓርማዝ፣ ዝብኢ ንበሎም ተጸራሪጎም ካብ ግዝኣትና ካብ መሬትና ክወጸልዎም ኢሎም ህጹጽ ኣኼባ የካይዱ። ሽዑ ኣብቲ ኣኼባ ሓንቲ ገረብ ኢዳ ኣውጺኣ፣ ዋእ! እንታይ ገይሮምና እዞም እንስሳ ነባሮም፣ ብሓደ ምሳና ተኸባቢርና ተሳኒና ዘይንነብር ኢላ ሓሳባ ትገልጽ። ነገር ግን ብዓብላሊ ድምጺ ተሳዒራ፣ ብውሳነ እቶም ኣግራባት ኩሎም ናይ ዱር ኣራዊት ካብቲ ገረብ ካብቲ ጫካ ተጸራሪጎም ክወጹ ተገብረ። ሽዑ ተወር ዝብል እንስሳ ተሳኢኑ፣ እዞም ኣግራባት ተሓጒሶም ብናጽነት ክነብሩ ጀመሩ። ነገር ግን ድሕሪ ክልተ መዓልቲ ወዮ ኣግራባት ዘይተጸበይዎ ሓደጋ ኣጋጠሞም። እቶም ናይ ዱር ኣራዊት ካብቲ ጫካ ምስ ወጹ፣ ወዲ ሰብ ዝበሃል ፍጡር ፋስ ዝሓዘ ፋስ፣ ምሳር ዝሓዘ ምሳር፣ ጎዞሞ ዝሓዘ ጎዞሞ ናብዞም ኣግራባት እናኣተወ ክቖርጾም ከብርሶም ጀመረ። በዚ ዝበጽሖም ሓደጋ ዝተደናገጹ ኣግራባት ኩሉ ነገር ድሒሩ ተረዲእዎም ብጣዕሳ ከምዚ ኢሎም ተዛረቡ፣ ለካ ንብዙሕ ዘመናት ድሕንነትናን ህልውናናን ተሓልዩ ንነበር ዝነበርና በዞም ናይ ዱር እንስሳ እዩ። ለካ ብሳለኦም ኢና ተኸቢርና ንነብር ኔርና ኢሎም ብጣዕሳ ተዛረቡ። ተዓንቶ ብዓብላሊ ድምጺ ዝተሳዕረት ገረብ ድማ ደጊማ ከምዚ በለት። መዓዝ ህልውናና ጥራሕ መዓዝ ድሕንነትና ጥራሕ እቲ ፍታኖም ናይቶም እንስሳ እኮ ድኹዒ ኮይኑ ዘገልግለና ዘለምልመና እኮ እዩ ነሩ እዚ ኩሉ እኮ ኢና ስኢንናዮ ኢላ ኣምሪራ ተዛረበት ሪኢኹም ዶ እዞም ኣግራባት ብሰንኪ ትዕቢቶም ብሰንኪ ድንቁርንኦም ብሰንኪ ኣንዊሖም ዘይምሕሳቦም ሂወቶም ድሕንነቶም ህልውንኦም ኣብ ሓደጋ ክወድቕ ከኣለ ካብዚ ዛንታ እንርድኦም ህይወት ኩሉ ግዜ ምችዋሊዝም ምዃና እዩ። ናይቲ ሓደ ህልውና እንተስ ብቐጥታ እንተስ ብተዘዋዋሪ ነቲ ሓደ እውን ህልውና ምዃኑ ምርዳእ ይከኣል። የቐንየለይ።
የቐንየልና ንሕና ውን ኣሕዋት ሓውና ዝለምጾም ትምህርታት ብጣዕሚ እዮም ደስ በሃሊ። ኣወዲ ስርሐይ ይሰርሕ በዓልቲ ገዛይ እና ሰበይቲ ስርሓ ትሰርሕ እዚ ልተከበረ እዩ ገዛና ልምንታይ መሲልኩም በዓልቲ ገዛይስ ስዋ ለይትፈቲ ቡን ለይትፈቲ

እና ናብ ማዘር ንክልተ ኢሎም ኣሕዋተይ ሻይቱ ኣረቂ ገለ ሒዞምኒ መፁ ዳሓር እተለመደ ስለ ዝኮነ ገዛና ብስሩ ኣብ ወዳእነት ስዋ እንድሕር ኢለ ጭር ልበለ እዩ ልመስለኒ ስለዚ ስዋ ይፈቱ እየ ኢለ ኣይትፈትይኩን ኣስማቲክ እያ ኣስሚ እኒኦ ሓያል በቃ ጨናሲ ኣይትክእል እዩ ኪችነይ ትኣቲ ካብ ሕማማ ዝተላዕለ። ንዓየ ትክንትሎ ግን ንስዋ ተዘገየ ኣነ እንደገና ብስነ ስርዓት ሳለ ሓራዲ ኣይትፈቲ ይቅርታ ሓረድቲ ኣይትፈቲ መንማ ባዓለ ክሓረድ እየ ልባል ኣነ ጎዝ እየ በቃ ንግሆ ኣነ ይሓርድ ንስዋ ኣብዚ ይመፅእ ደስ በይሉ ትድባር ትሓኪ ናብ ገዛና ብጣዕሚ ንስራሕ ካብኡ ብጣዕሚ ዝገርም ለለ ክነግረኩም

ዓይነቱ ግን ሓደ ዓይነት'ዩ ኩሉ ማለት የብሉን ልትፈትዮ ክትፈ እሱ እኮ እዩ ትስፋይሲ ልትፈትዩስ ክፈልጥ ፈልዩ ክፈልጥ ከሎ እዩ።
ሽሕ እዛ ቪድዮ ዝረእኹማ ኢኹም ማለት ብፍላይ ድማ ኣቱም ንሓዳር ትሓስቡ ወይ ኣብ ሓዳር ዘለኹም ምኽሪ ትኾነኩም እያ ምክእኣልሲ እንታይ ዝኣክል ከም ትጠቅም ኣብ ሓዳር ኢና ንመሃር ኣለና ብፍላይ ድማ ንዘይተመርዕና እሺ ኣሕዋት እስካብ ንምቕጻል ድማ ናብዚ ማሕበራዊ ሚድያ መዘራረቢ ስለ ነገራት ክወስደኩም እስኪ ብዚ ቪድዮ እዚ ንጀምር መልከትና ከመይ ትኾኑ ኣለኹም ሎም መዓልቲ ደሞን ኣብ ዝማንጃና ብቐዳማይ ኣብ ኣብ ኣሸንዳ ኣብ ዛላምበሳ ተራኺብና ነርና ኣብ ትግራይ ማለት እዩ ሎም መዓልቲ ከዓኒ ኣብ ውሽጢ ኤርትራ ኣብ ስመጃና ክልቲኡ ህዝቢ ተሓዋዊሱ ኣሎ ብጣዕሚ ዘኹርዕን ዘድስትን እዩ ክልቲኡ ህዝቢ ናብዚ ተሓዋዊሱ ክመፅእ ተሎ ብጣዕሚ ኣብዚ ኣጋጣሚ መጠራ እውን ርኢና ኣለና መጠራ ኣምሴሓ ኣክሱም ምስ ኣድሊስ መሰረት ዘለዎ ሓያል ህዝቢ ብሓደ ተጻሚዶ ኣሎ ብጣዕሚ ዘኹርዕን ዘድንቕን ደስ ዝብልን እዩ ናይዚ ህዝቢ ታሕጓስን ፌስታን ክትርኢ ተለኻ ብጣዕሚ ዘኹርዕ ብጣዕሚ ዘሐጉስ ረእይዎ እዚ ሜዳ እዚ እዞም ኣፍራ እዚኣቶም ያው ናይ ዓዲ ኣርባዕተ ከይመስለኩም እዚኣቶም ናይ ስመጃና ኣፍራስ እዮም ኩራትን ሁራን ተመልከትና ሎም መዓልቲ ናይ ታሕጓስ መበገሲ ግዜ እዩ። ክልቲኡ ንነዊሕ እዋን ተፈላለዩ ዝነበረ ህዝቢ ሎማዓንቲ ግን ተራኺቡ ከምዚ ኢሉ ብሓባር ፌስቱ የሕልፍ ኣሎ። እዚ ሓድሽ ዓመት ናይ ትግራይ ወይ ብናይ ግእዝ ሓድሽ በረከት ሒዝልና መፂኡ ኣሎ። ብጣዕሚ ካብዚ ዘድስት ከም ዘሐጉስ ነገር የለን። እዚ ተሓጒስኩም ሓጎስኩም ግለፁ። ሼር፣ ሳብስክራይብ፣ ላይክ ግበሩ። ደስ ዝብል ቅኔ እዩ። ይኸው ያው ዘም ፍራ እዚኣቶም ናይ ዓዲ ኣርባዕተ ከይመስለኩም ማይ ፍሬንድ ናይ ዓዲ ሰለስተ ናይ ኦሮሞ ከይመስለኩም እዚ ናይ ኤርትራውያን ናይ ስመጃና ነበርቲ ኣፍራስ እዮም ኣብ ሜድኦም ኣብ ዓዶም ምስ ህዝቢ ኣለና ኩሎም በብሃይማኖቶም ኩሎም በብሃይማኖቶም በብብሔሮም ዓሳውርታ ኣሎ ኢሮብ ኣሎ ትግርኛ ኣሎ ካልኦት እውን ናይ ትግራይ ብሄር እውን ናይ ኤርትራ ብሄር እውን ኩሎም ተሓዋዊሶም ኣብዚ ዓብዪ ፌስታ እዩ ዘሎ ዓብዪ ታሕጓስ ኣሎ መቸም ኩሉ ንዓለም ፍጥረት ሰላም ሰላም ሰላም ንኹሉ እዩ እሞ ናይ ሓቂ ሰላም ዝወረደ ሰላም ዝጠበደ ከምዚ ዓይነት ሰላም የለን ብጣዕሚ ደስ በሃላ እዩ ኮሪዕና ኢና ተደሲትና ኢና እንኳዕ ደስ በለና ህዝቢ ትግራይን ህዝቢ ኤርትራን ድሕሪ ሕጂ ጦር ኣይማዘዝን ህዝቢ ትግራይን ህዝቢ ኤርትራን ድሕሪ ሕጂ ኩናት ኣይገብርን ህዝቢ ኤርትራን ህዝቢ ትግራይን ድሕሪ ሕጂ ናይ ሓባር ጸላእቱ ኣንበርኪኹ ክምክት እዩ ድሕሪ ድመጽእ ምዕባለ ድሕሪ እዩ ዝዝረብ ሕጂ ይኮነን ሓንቲ ነገር ግን ኣብዚ ውሽጢ ክልተ ዓመት ተሰርሐ ነገር ኣሎ ምናልባት ኣብዚ ሚድያታት ኣብዚ ሽዱሽተ ሸውዓተ ወርሒ ወሪዱ ክኸውን ይኽእል እዩ ክልተ ዓመት ሙሉእ ክስርሓሉ ዝፀንሐ ግን ኤርትራ ሓንሳብን ንሓዋሩን ዳግማይ ብደቡባዊ ሸነኽ ጸላእታ ትንዕ ከይብልዋ ስራሕ ክስራሕ ጸኒሑ። እዚ ድማ በርባዕተ ነጥቢ ፋይሉ ተዓጽዩ ኣሎ። ሎሚ ሰራዊት ኤርትራ ብምብራቓዊ ሸነኽ ጥራይ እዩ ሓለውኡ ድገብር ዘሎ። እዚ ድማ ብዝወሓደ ሓይሊ ብዝተራቐቐ ኣጽዋር ኣብቲ ከባቢቲ ዕምሪ ናይ ጸላእቲ ጥራይ ደይኮነ ዕምሪ ናይታ ኢትዮጵያ ዘሕጽር ምድላዋት ገይሩ ኣሎ መንግስቲ ኤርትራ ሰራዊት ኤርትራ ሎሚ ገዚፍ ሰራዊት ኣይኮና እንደድልያ ኤርትራ እነግረኩም ኣለኹ ገዚፍ ቁፅሪ ሰራዊት ኣይኮነ እንደድልያ ብሉፅ ኣፅዋር ዘመናዊ ኣፅዋር ስትራቴጂካዊ ኣፅዋር ገይሩ መንግስቲ ኤርትራ ብደቃይቅ መስመር ቆሪፁ ኢትዮጵያ ኣብ 24 ሰዓት ከምትንብርከኽ ዝገብር ዓቕሚ ጥሪ ይከላኸል ኣሎ ሃገሩ ኩሉ ነገር ኣለዎ ነዚ ንምግባር እዩ ክሰርሕ ጸኒሑ ተዓዊቱ እዩ ከዓ እሺ ኣሕዋት ናለማዕቱ ኢለና ነዚ ይመስል ነይሩ ክሳብ እዚ ረኹም ሳት ሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቐጻሊ ብካሊ ቪድዮ ክሳብ ንራኸብ በብዘለኹሞ ሰላም ኩንለይ ይሞችኹም